ሰላም ሰላም ኣብ መላእ ዓለም ትርከቡ ናይ ቻናል ተከተልተይ ከመይ ቀኒኩም ኩል ሻእን ትህቡኒ ሃናጽ ርእይቶ ካብ ልብ እንዳመስገንኩ ሎሚ ድማ ሂዘልኩም ዝመጻኩ ኣብዚ ቪድዮ ከም ትርእይዋ ሓፍትና ፍቅር ክንፈ ትበሃል ምዳና ኣብ ኣስመራ ካልኣይ ደረጃ ይሳቅ ተወልደ መድህን ዊን ገዛ ከንሻ ዝተማሃርኩም ሰባት መብዛሕትኩም ትፈልጥዋ ትኮኑ ከም ትሪእዋ ኣዝያ መንእሰይ ጎያ ክትኣቱ ትክእል ምቅልልቲ ምስ ሰብ ኣዝያ ትረዳዳእ ንኣይኳ ሃፍተይ ተበልክዋ ይፎክሰኒ ማሃዛይ ካብ ዝብል እቲ ጸገም ህጂ ናይ ማህጸን ኢንፌክሽን ኢያ ኢሎማ እቲኦም ህክምና ነዊህ ግዜ ብህክምና ክትህገዝ ብምጽናሕ እቲ ዘለዎም ኩሉ ወዲኦም ሲ ስድራ ንብረት ምሻጥ ከመን ጀሚሮም ማለት እዩ ኣዝዩ ከቢድ ኮይንዎም ህጂ ኣቅሚ ስለ ዝሰኣነት ንገዛ መጺኣ ኣብ ገዛ ኮይና ኣላ ኣብዚ እድሜ ክትጎይ ዝግባኣ ሰሪሓ ክትኣቱ ንነብሳ ኮይና ስድርኣ ክትኣሊ ኣብ ዝግባኣ ሰኣት ኣብ ኣራት ኮንካ ናይ ኣዴካ ዓይኒ ምርኣይ ኣዝዩ ከቢድ ንኣኣ ጥራህ ኣይኮነን ንውሉድ ንወላዲ ከማንሲ ውላድካ ኣብ ኣራት ደቂሱ ክትሪኦ ኮለካስ ኣዝዩ የሕምም እዩ ህጂ ኣነ እቲኣ ክብላ ዝደሊ ናይ ኣቅመይ ማለት እዩ በብዘለናዮ ሃምሳ ለሚን ንሓደ ሰብ ሸከም እዩ ንብዙሃት ሰባት ግን ዊን ንሃምሳ ሰብ ግን መጋየጺ እዩ እሞ ኢደይ ኢድና ኢልና በብዘለናዮ ዓሰርተ ዶላር ድዩ ኢስራ ዶላር ድዩ ፍሉጥ ሓደ ሰብ ኩሉ ክገብሮ ኣይክእልንዩ ግን በብኣቅምና ጌርና ቴሌፎን ኣብዚኣ ክገብረልኩምየ ኣድሬሳ ኣሎ ዳይሬክት ናብኣ ደዊልኩም ብምንታይ ክትሰዱላ ከምትክእሉ ልእሊ ኩሉ ድማ ሃቦ ክንህባ ኣጆኪ ክንብላ ንጽባሕ ተስፋ ክትገብር እቲ ዝከፍኣ ወዲ ሰብ ተስፋ ምቁራጽ እዩ ተስፋ ተቆሪጽና ኣዚና ሞራልና እንድህር ወዲቁ ዋላ ውሽጥና ተሓውየ ጠጠው ኢልና ክንከይድ ኣይንክእልን ኢና እሞ እቲኦም ትፈልጥዋ ናይ ፍቅር ባህሪ ኣነ ክነግረኩም ኣይክእልን እየ ባዕልኩም ስለ ትፈልጥዋ እቲኦም ዘይትፈልጥዋ ድማ ደው ኢልኩም ኣጆኪ እንዳበልኩም እቲኣ ኣቅምኩም እንዳተደርኩም ካብቲ ዘላቶ ጸገም ክነውጽኣ ብሽም ኣምላክ ይሃተኩም ንሕና ህጂ ጠጠው ኢልና ምካንና ጥራህ ኣይኮነን ክርኢ ጽባህ ንግሆ እንታይ ክረክበና ንክእል ኣይንፈልጥን ኢና እዚኣ ሰብ ህጂ ቀደም ድፈልጣን ህጂ ትሪእዋ ዘለኩምን ሃደ ኣይኮነትን እሞ ደጊሜ ደጋጊሜ ከምቲ ዝበልኩኹም ኩልና በብዘለናዮ ኮይንና ብዝተካኣለና መጠን ክንህግዛ ፈቃድ እግዚኣብሔር ይኹን። ከምኡውን እንታይ ኢሎም ኣለው እንድህር ሰልዲ ኣለኪ ኩሉ ነገር ክንውድኣልኪ ኢና ናብ ቱርካይ ወይን ድማ ናብ ኢንዲያን ኬድኪ ክትህከሚ ትክእሊ ኢኪ ንህና ግን ኣብዚ ህጂ ንኣኪ ዝከውን ህክምና የብልናን ብቁእ ሕክምና የብልናን ተባሂላ ኣዝያ ተስፋ ጌራ ኔራ ህጂ ግን ብጣኣሚ ብጣኣሚ ውሽጣ ተጎዲኡ ኣሎ ከምቲ ትርእዋ ዘለኩም በጃኩም በጃኩም ትብላ ኣላ እሞ ደጊሜ ደጋጊሜ ብሽም እግዚኣብሄር ኩልኩም ኣኣቅምኩም ክትረድእዋ ይላበኩም ማለት እዩ ቴሌፎና ከማን ሕጂ ብዚኣ ገይረልኩም ኣለኹ እንዳደወልኩም ጽባህ ንግሆ ሃውያ ጠጠው ኢላ ከማና ከምትጎይይ ክነጸናናኣ ይግባኣና ማለት እዩ እቲ ሓደ ቴሌፎን ድማ ብኤርትራ ናብ ኤርትራ ዳይሬክት ምስዳድ ንዘይትክእሉ ሰባት ሃዋላ ማለት እዩ ካልኣይታ ኣብ ኢትዮጵያ ኣላ ኣብቲ ቴሌፎን ከም ትርእይዎ ዘለኹም ናብኣ ደዊልኩም ናብኣ ሰዲድኩም ንሳ ድማ ናብ ኤርትራ ትህውለላ ማለት እዩ እጂ ንኣይ ብኢሞ ጌራ ሰድሃለይ እዚ ምስሊ ማለት እዩ በጃኪ ዝሃፍተይ ህዝብናስ ኣይጭክን እዩ ከምዚ እንዳርኣየኒ ስቅ ኣይብልኒ እሞ ብዝተካኣለኪ መጠን ንኩሉ ሰብ ንገርለይ ዊን ድማ ኣፍልጥለይ ስለ ዝበለትኒ ኣነ እቲኣ ዝበለትኒ ቃላ ክፍጽም ኢለ ናብ ዩቱብ ኣውሪደዮ ኣለኩ። እስኹም ውን ነዚ ቪድዮ ምናልባት ዘይርእይዎ ሰባት ክህልው ስለ ዝኽእሉ ምስ ረኣኹማ ሼር እንዳገበርኩም ንኹሉ ሰብ እቲ ዘይፈለጠ ምእንታን ፈሊጡ ምህጋዝ ዝደለ ክህግዝ ኣቕሚ ደይብሉ ድማ ደዊሉ ኣጆኺ ንክብላን ከጻናንኣን ከባራታትኣን ግበሩለይ። ወለዳ ከማን ኣዝዮም ኣዝዮም ተጨኒቆም ኣለው እሞ ኣቦኣ ኣዝዮም ናይ ሃይማኖት መራሂ ውን ድማ ናይ ሃይማኖት መምህር ዝኾኑ ኣቦና ቀሺ ክንፈ ርግብ ይበሃሉ መብዛሕትና እኳ ንፈልጦም ኢና ኣብ በራዲዞ እንዳ ኪዳነ ምሕረት ይምህሩ ነይሮም ብዙህ መጽሐፍ ንውሉድ ወለዶ ኣመሓሊፎም እዮም ብዛዕባ ሃይማኖት ማለት እዩ ጅን እዚኣ ሓፍትና ኩላትና ከምቲ ኣቀድሜ ዝገለጽክዎ ብዙህ ሻዕ ተዛሪበሉ ኣለኹ ኩላህና በቢ ኣቅምና ክንህግዛን እዚኣ ተጨኒቃ ዘላ ነብሳ ክድህን ምህረት ክትረክብ ኣብ ትህቲ ኣምላክ ኩላህና ንሃግዛ ካብ መጀመርታ ስጋብ መወዳእታ ሓቢርኩሙኒ ስለ ዝጸናሕኩም ካብ ልቢ እንዳመስገንኩ በብዘለኩሞ ሰሰናዩን ጠጥእሙን ይምነየልኩም ብሩክ ምሸት።